ልብ ወለድ ዛንታ ወዲ ረዛን ደራሲ ጎይቶም ጊለ ተረኽቲ ሙሴ ግርማጽዮንን ራሄል ዕቑባይን ኩራራ የማነይቲ ኢዱ ናብ ጅቦ ኣእትዩ ገንዘብ ከውጽእ ሃሰስ እናበለ ከሎ ከኣ ዝምባባ ቀዲማ ካብታ ኣብ ኢዳ ዓሚኻቶ ዝጸንሐት ኣቕራሽ ሰለስተ ቅርሺ ፈልያ ሃበታ። ህዋ ስለምንታይ ደኣ ከምኡ ጌርኪ? ገና ክስረጊ? በላ ኩራራ ፍሽኽ ኢሉ።
ኣይ ምንም ኣይኮነን
በለቶ ዝምባባ እውን ፍሽኽታ እሰንያ። እሞ ችርስ በሊ ኢሉ ነታ ዝኸፈለትሉ ጥርሙዝ ቢራ ኣልዒሉ ምስታ ኣብ ቅድሚኣ ኣቐሚጣታ ዝነበረት ኮካ ኮላ ዝሓዘት ብርጭቋ ኣጋጨዋ ኩራራ።
ስማዕ እንዶ ነጋ ክሓተካ
በለቶ ዝምባባ ሽዑ ነታ ምስ ጥርሙዝ ቢራ ኩራራ ዘጋጨወታ ብርጭቋ እናቐመጠት ስምዕ በል ኣኩራራ ናብኣ ቅርብ ኢሉ። እዚ እቲ ምሳይ ክስዕስዕ ዝጸንሐ ወዲ ዓርክኻ እንድዩ ሓቂ?
ሓተተቶ ስምዕ ስለ ዝበላ እናሰሓቐት። ወዲ ረዛን? እወ ዓርከይ እዩ። እንታይ ኮንኪ ደኣ ስሒቕኪ? ሓተታ ኩራራ።
ስምዕ ምባልካ ገሪሙኒ
ብምባል ደጊማ ፍሽኽ በለት እሞ ነታ ጥንቡቕ ዝበለት ጸጋመይቲ ምዕጉርታ ርእዩ ኣታ ክስዕ ከላ ደኣ ክንደይ ትጽብቕ እያ ቀስ ኢልኪ ዶ ሰሓቒ ክብላ ያኽ በለ ብትሕቲ መልሓሱ
እንታይ ኢልካ ነጋ
ሓተተት ዝምባባ ዘረባ ኩራራ ስለ ዘይተረዳእቶ። ወላሓደ ኣይበልኩን።
እሞ ምስ ዓርክኻ ከተላልየኒ እንዴ ደኣ ደልየ ነይረ። ምስ መን? ምስ ወዲ ረዛን ከላልየኪ?
እወ
ልብ ወለድ ዛንታ ወዲ ረዛን መበል ኣርባዓን ሓሙሽተን ክፋል እውይ ኣቐድም ኣቢለ እንድርያ እሞ ንሓንቲ ጓል ከምዛ ናትካ ሓቲታትንስ ከላልያ ቃላት የላ
ሕራይ ክዛረበልኪ ኢልካያ ኦ
ምዃን ኣብያ ነይረሲ ከም ገለ ግበር ኢላስ እዘን ድወቸውን ተብጅባዮ ምስ እተወትለይ ግን ኤ ኣይጨከንኩላን ኮይስ ኢለ በለ ኩራራ ነተን ኣብቲ ባር ተጸጊዑ መመዝሚዙ ቢራ ዝሰትየለን ዝነበረ ነስቤዛና ኾና ንሓዘን ኢሉ ወዲ ረዛን ዝሃቦ ክልተ ሚእቲ ቅርሺ ነተን ዝተረፋ ቁንጣሮ ካብ ጅቦ ኣውፅኡ ንዝምባባ እናርኣየ
እሞ ተዛሪብካላ ዲኻ
ሓተተት ዝምባባ ሽዑ ብዛዕባ እቲ ዘርኣያ ገንዘብ ግዲ ከይገበረት ኖኖ ምስ ሰብ ስለ ዘሎስ ኣይተዛረብኩላን ደሓር ክዛረበላ እየ ኦ ቤላ እንቋዕ ኣይተዛረብካላ እንታወይቲ እያ እታ ምስኡ ዘላ ጓልከ ዓርኩ ድያ ነጋ ሓተተ ዝምባባ ናብ በዓል ወዲ ረዛን እናጠመተት ዓርኩ ይኮነትን ሎሚ እያ ንመጀመርያ ግዜ ቆፀራ ትረኽቦ ዘላ ብቕድሚኡ ግን ኣብ ሓደ ፓርቲ ተራዮም ነይሮም ይመስለኒ እውይ እሞ ኣታ ንጋ ሓወይ በጃካ እባ ንዓይ ሓግዘኒ እዚ ተዛረበለይ እባ።
በለቶ ዝምባባ ኢዱ እናደረዘት። እሞ እዛ ጓል ከመይ እያኽ እዚ ኩሉ ገንዘብ ከፊላ ከመይ ገይራ ጠ ምስ በለ ቀልጢፋ ዘረብኡ ኮለፈቶ ዝምባባ።
ደሓናታት ጸገም የብሉን ገንዘባ ክንመልሰላ ንኽእል ኢና እንካ ሞዚ ፈቲነልኪ ግን ኣብኒ ኢልካ ገንዘባ ምለሰላ ሕራይ ብምባል ብጸጋማይ ጎና ተሓንጊጣቶ ዝነበረት ጸሊም ቦርሳ ሓሙሽተ ሚእቲ ብር ኣውፅያ ሃበቶ እዚ ኩሉ ድኣ ንምንታይ ክልተ ሚእቲ ጥራይ እኮ እያ ሂባትኒ በላ ኩራራ በቲ ዝሃበቶ ገንዘብ ሰንቢዱ
ኖኖ ክልተ ሚእቲ ንዓ ምለሰላ ዝተረፈኻ ንዓኻ እዩ ምስ በለቶ ኸኣ እቲ ብሓሳብ ቃዚኑ ዝነበረ ገጹ ብቕጽበት ከም ጸሓይ ደመቐ በቃ እሞ ንኣ ኣቢኒ ኢለ ገንዘብ ኣቕርጃዓለ ንስኺ ግን ቁጽሪ ስልኪ ክጥራይ ግደፍለይ እምበር ወዲ ረዛን ባዕሉ ከም ዝድውለልኪ ክገብር እየ እዚ ደኣ ናባይ ግደፍዮ ዋላ ሓንቲ ጸገም የለን ድሌታ ኣብ ዝሓጸረ ግዜ ክፍጽመላ ከም ዝኽእል ኣጆኺ ጆኺ ቅሰኒ ጥራይ ብምባል ኣተስፈዋ ኩራራእ ሕራይ ነጋ ሓወይ እዜ ዘመስግነካ ኣጆኻ ክንተሓጓጎስ ኢና መንሞ ዝበለኒ ሽሙ
ብምባል ስም ወዲ ረዛን ሓተተት ዘምበባ። መን ወዲ ረዛን ማቴዎስ እዩ ዝበሃል ወዲ ረዛን ኢልና ኢና ግን ንፅውዖ በላ ኩራራ ፍሽኽሽኽ እናበለ ዘይተጸበዮ ሓሙሽተ ሚእቲ ብር ምርካቡ ሓጎሱ ክጾሮ ኣይከኣለን
መን ረዛንከ
ሓተተት ዝምባባ ቅልጥፍ ኢላ። ረዘነት ኣዲዮ እያ በለ ኩራራ ረዘነት ትበሃል ዓርኪ ከም ዘላቶ እንተነጊርዋ ተስፋ ከይትቆርጽ ፈሪሁ
ሕራይ ጽቡቕ እንካ በል ቅጽሪ ስልከይ
ኢላ ኣብ ንእሽተይ ወረቐት ጽሒፋ ቁጽሪ ቴሌፎና ሃበቶ
ሓደራኻ ግን ከይትርስዕ ነጋ ሓወይ።
እንታይ ምርስዑ ሕጂ ሕጂ ሕጂ በቃ ሎሚ ምሸት ወዲኤልካ ከምስ እየ ቅሰን ጥራይ። ሕራይ ነጋ ሓወይ ናይ ብሓቂ ብልቢ እየ ዘመስግነካ የቐኒለይ ኣነ ኸኣ እንተ ደኣ ሖጊስካኒ ዝያዳ ክሐጉሰካ ምዃነይ ኣይትጠራጠር ቻው በል ኢላቶ ክምስምስ እናበለት ናብ ማሓዙታ ተመልሰ ዝምባባ። ተመስገንካ ፈጣሪ ብኸፍካዶ እውን ብመልክዕ ወዲ ሰብ ክንድዚ ገንዘብ ትቃጠብ ኢኻ ወዲ ረዛን ዓርከይሲ እንኳዕ ደኣ ተፈጠርካ ድለላ ወዲ ደኣ ሓሪፍ ስራሕ እንድዩ ከምዚ ዓይነት ቅጠባ ተቐፂለሉ እውን ዶመስካ የድልየናን እዩ ክብለየ ንባባ ንማማ ኸኣ ወዳ ምናምን ከም ዘይኮንኩ ኸርእያ በለ ኩራራ በቲ ዘይሓሰቦ ፍጻመ እምብዛ ተሸኒሁ። እታ ንዝምባባ ኣባሪራ ንወዲ ረዛን ንቕሩብ ግዜ ንበይና ብሒታቶ ዝጸንሐት ፌሩዝ፣ ካልኦት ኣዋልድ እውን ምስ ወዲ ረዛን ክስዕስዓ በብታራ ሰሲሕበን እናወሰዳ ሞኽ ስለ ዘበላ ቅሳነት ሰኣነት። ንበይና ኮፍ ኢላ ወዲ ረዛን ምስ ሓንቲ ጓል ሳዕሲዑ ክሳዕ ዝምለሳ እናተጸበየት ከላኻ እቲ ምስ ሓንቲ ጓል እናዕለለ ዝስዕስዕ ዝነበረ ስምኦን ብማዕዶ ምስ ረኣያ ነታ ተጻወቲ ዝሓፍተይ መን ኢኹሞ ሽምኪ እናበለ ዝላለያ ዝነበረ ጓል ኣብ መንጎ ሳዕስዒት ጠንጢኑ ብጉያ ናብ ፌሩዝ ከደ። እታ ጓል እውን ብሃንደበት ገዲፍዋ ምኻዱ ኣሰንበዳ። ንዓኣ ገዲፉ ምስ ፌሩዝ ክዘራረብ ምስ ረኣየቶ ግን ንየማነ ጸጋም ርእሳ እናነቕነቐት ካብቲ መድረኽ ወጸት። እቲ ብቕድሚኡ ቆጸራ ስለ ዝጠለመቶ ምኽንያት መጥለሚኣ ንኽሓታን ዳግም ንኽቖጽራን ዝተሃንጠየ ስምኦን፣ ናብታ ኣብ ሓሳብ ጥሒላ ዝን ኢላ ዝነበረት ፌሩዝ ጽግዕ ኢሉ፣ ሰላም ዝሓፍተይ፣ ዝፈልጠኪ መስለኒ፣ በላ ፍሽኽታ ኣሰንዩ፣ ዳግም ረኺበያ ኢሉ ስለ ዝተሓጎሰ።
ንዓይ? ዋእ ኣበይ?
በለቶ ፌሩዝ ናብቲ ንቕድሚትን ንድሕሪትን እናተወዛወዘ ምስ ሓንቲ ጎርዞ ዝስዕስዕ ዝነበረ ወዲ ረዛን እናጠመተት ኦ ንዓኺ በላ ስምኦን ድርቕ ኢሉ እንታይ እዋና ረሲዓትኒ ኢሉ ስለ ዝሓረቐ
ኣይትሓዘለይ ዝሓወይ ኣይፈለጥኩኻን ደገመት ፌሩዝ ከይተገደሰት። መልክዑን ዝተራኸቡሉ ቦታን ትዝ ስለ ዝበላ ግን ወዲ ረዛን ቅድሚ ምምላሱ ካብቲ ቦታ ክርሕቐላ ደለየት። እዋ ከመይ ጌርክ ትርስዕኒ? ምሽ ብቐዳማይ ኣፍ ደገ ባርጎ ተራኺብና።
እዋ እሞ ክዝክረካ ኣይከኣልኩን ዝሓወይ፣ ክንደይ ኣብ መንገዲ ዝረኸቡኒ ሰባት ኢለየ እሞ ክዝክር
በለቶ ፌሩዝ ገጻ እስር ኣቢላ። ስምኦን ግን ብኸመይ ከም ዝረድኣ ስለ ዝሓርበቶ የማናይ ኢዱ ዘርጊሑ ህዋእ ንዕባ ከም ገለ ግበር በጃኺ ኢለኪ እንታይ እዋንኪ እየ ክሞ ረሲዕኽኒ ምሽ ብቐ
ኣታ ሓወይ ኣይፈልጠካን እየ ምሽብለካ ኣለኹ ዘይትገድፈኒ ወይለ ጉድ ረኺበ በቃ ኣይፈልጠካን እየ ይፈልጠካን እየ
በለቶ ፌሩዝ ተገንጭራ ህዋእ ትጋገየላ ክንፋለጥ ኢና
ዎ ኣይፈልጠካን እየ
በለቶ ፌሩዝ ድምፂ ዓው ኣቢላ ከመይ ዘይትፈልጥኒ ትፈልጥኒ እምበር
እሞ በቃ ረሲዕካ ስለ ዘለኹስ ሕጂ ዘይንላለ ዝሓወይ ኣነ ፌሩ ዝበሃል መን ክብል
በለቶ ፌሩዝ ብኣቃጫጭ የማናይ ኢዳ ብንዕቀት ናብኡ ገጻ ዘርጊሓ። ስምኦን ብተግባራን ላግጻን ቆለጭ ኢሉ ስለ ዝሓረቐ ጓልዛ ጉማማ ንመን ደኽዳ ኣልክት እውን ጣዩ ኣለኸዳ ኢሉ ክጸፍዓ ኢዱ ሓፍ ምስ ኣበለ እቲ ኣብ መድረኽ ምስ ሓንቲ ጓል ክስዕስዕ ዝጸንሐ ወዲ ረዛን ብሃንደበት ብድሕሪ መጺኡ ቀርቀብ ኣቢሉ ሓዞ ሂታ ስሞን እንታይ ደኣ ኮንካ በሎ ወዲ ረዛን ኣትሪሩ ንዝዓተሮ ኢዱ ከይፈነወ ዓይኒ ዓይኑ እናጠመተ እይ ወዲ ረዛን ትፈልጣ ዲኻ ሓተቶ ስምኦን ገጹ ኣሲሩ ይህ ንስኻኸ ኣበይ ትፈልጣ በሎ ወዲ ረዛን እውን ነታ ናይ ሓንቲ መዓልቲ ዕላል ዘኪሩ ኣነስ ኣብ ሓደ ቦታ እያ ዝፈልጣ ምሳኻ ድያ ዘላ ሕጂ ኦ ምሳያ ዘላ ኮይስ ኮይስ ይቕሬታ ወዲ ረዛን ዓርከይ ኣይትሓዘለይ ምሳኻ ዘላ ኣይመሰለንን ብምባል ሕርቃኑ ተቖጻጺሩ ገዲፎም ከደ ስሞን። ብድሕሪኡ ትልሂት ጨርሒ ተወዲኡ መሬት ጸልሚቱ ነንገዝኦም ቅድሚ ምኻዶም እቲ ነቲ ናይ ትልሂት ምሸት ዘዳለወ ወዲ ዛህራ ዝበሃል መንእሰይ ኣብ ብርኽ ዝበለ ቦታ ተሰቒሉ ዝኸበርኩም ዕዱማት ዝመጽእ ዘሎ ሰንበት ከኣ ኣብ ካራቨል ከምዛ ናይ ሎሚ ምውቕቲ ዲስኮ ኣላትና እሞ ከይትርስዑ ኢኹም ኩላኹም ተዓዲምኩም ኣለኹም ኣብኡ ናይ ሳዕስዒት ውድድር ማለት ውድድር ብሬከራት ስለ ዘሎ ከየምልጠኩም ብምባል ናይቲ ኣብ ዝቕጽል ሰሙን ዝካየድ ፓርቲ ሓበሮም ኣብኡ ከለዉ ንሰሙን ቆጸራ ከም ዝወስዱ ንምርግጋጽ ከኣ፣ እወታኦም ብጣቕዒትን ብፊስካን ገለጹሉ። ብድሕሪኡ ኩላቶም መንእሰያት መምስ መማጽእቶም በብሓደ ካብቲ መርጡል ማለት ኣዳራሽ ወጹ። ኩራራን ወዲ ረዛንን እውን ንፌሩዝ ኣሰንዮም ንቑልቁለት ጨርሒ ዘገም እናበሉ ክወርድዎ ጀመሩ። ፌሩዝ ኣብ መገዲ ከይትወድቕ ትድገፍ ተመሲላ ንወዲ ረዛን ብጸጋመይቲ ኢዳ ሽምጡ ብምሕቋፍ ከረው ኣቢላ ሓዘቶ። እቲ ብጎቦ ዓይኑ ዝጥምታ ዝነበረ ኩራራ ከኣ ኩነታታ ተዓዚቡ ርእሱ ንየማነ ጸጋም ብምንቕናቕ ህዋእ! ጓል ዳጉማማ ኣታ ተጠምጢማቶ እምበር በለ ብትሕቲ መልሓሱ እ እንታይ ኢልካ ኩራር ዓርከይ በሎ ወዲ ረዛን ከጉረምርም ስለ ዝሰምዖ ወላ ሓደ ይበልኩን ያኸ መለሰ ኩራራ ገጹ ጠውዩ ብኣጋጣሚ ገጹ ምስ ጠወየ ንዝምባባ ምስ መሓዙታ ክትወርር ረኣያ እሞ ኣለኹ ወዲ ረዛ ኢልዎ ናብ በዓል ዝምባባ ገጹ ከደ። ኩራራ ነቲ ሓሲብዎ ዝኣተዎ መደብ ስለ ዘይሰለጦ ነተን ጠጥ ሒሰንኦ ዝሓልፋ ዝነበራ ኣዋልድ እናለኸፈ ክኸይድ እኳ እንተጸንሐ ክቐንዖ ግን ኣይከኣለን። ዘዝለኸፈን ኣዋልድ ከኣ ገሊኤን ተጸዊገን ጠሚተንኦ ክሓልፋ ከለዋ ገሊኤን ድማ ይስሕቕኦ ነበራ። ገሊኤን እውን ገጸን ጸዊገን ካብኡ ይሃድማ ነበራ። ኣብቲ ኣጋጣሚ ድማ'ዩ ነታ ደድሕሪ ወዲ ረዛን ዝመጸት ዘምባባ ምስ መሓዙታ ክትከይድ ዝረኸባ። ሃይ ዘምባባ፣ ከመይ? በላ ኩራራ ፍሽኽታ ኣሰንዩ። ዘምባባ ምስ መሓዙታ ስለ ዝነበረት ብዛዕባ ወዲ ረዛን ክትዛረቦ ኣይመረጸትን።
ሰላም ነጋ
ኢላ ፍሽኽ ምስ በለቶ ኸኣ ምስኣተን እናዕለለ መገዱ ቀጸለ ኩራራእ። ወዲ ረዛንን ፌሩዝን ቁልቁለት ጨርሒ ወሪዶም ኣብ ኣፍደገ እንዳ ፎርኖ እንዳ ራፌቶ ደው በሉ። እሞ ፌሩዝ እንዲያሞ ገዛኻ ንብጽሓክ እምበር በላ ወዲ ረዛን ናብቲ ምስ በዓል ዘምባባ ናብኡ ገጹ ዝመጽእ ዝነበረ ኩራራ እናጠመተ
ገዛና ደኣ ካብ ዝርሕቕ እንድዩ ብታክሲ እየ ዝኸይድ ደሓን ጸገም የብሉን ሕጂ ግን ነዚ ዓርኪ ካፋንዎ ንሕና ኣብ ገለ ጽሙ ዝበለ ቦታ ኸይድና ቁርብ ከነዕልል
በለቶ ፌሩዝ ናብኡ ጽግዕ ኢላ ኖኖኖኖኖ ሎምስ ኣይጥዕምን'ዩ ካልእ መዓልቲ ኢና ነዕልል ምክንያቱ ፈጺማ ዘይተርፍ ቆጸራ ስለ ዘላትኒ ግድን ቀልጢፈ ከይዳ ኣለኒ ፌሩዝ ሓፍተይ በላ ወዲ ረዛን ካብኣ ንምፍላይ ምክንያት ፈጢሩ ፌሩዝ ዘይተጸበየቶ መልሲ ስለ ዝነበረ ቀልጢፋ ናብቲ ብድሕሪኡ ዝነበረ መንደቕ ደፊኣ ኣጸግዓቶ እታ ፍቕሪ ወዲ ረዛን ልባ ዝበሓቶ ፌሩዝ ተቐዳዲማ ንከናፍር ወዲ ረዛን እናቐያየረት ክትመጽየን ጀመረት። እቲ ሃንደበታዊ ስጉምቲ ፌሩዝ ዘሰንበዶ ኩራራ ቀልጢፉ ኣንፈቱ ብምቕያር ንበዓል ዝምባባ ናብ ካልኣይ መደበር ፖሊስ ገጹ ሒዝወን ተጓዕዘ። ዝምባባ እውን ንተግባራት ፌሩዝ ሪያ ከም ዘይረኣየት ትም በለት። ወዲ ረዛንስ በቃ ኣኺልዎ ኩሉ ግዜ ብኣዋልድ ክዕመፅ ክነብር እያ ኸ ንሕና ኸ ደኣ ኣይኮነን ዶ ዝዕምፃናስ ንዕምፀን ከማን ስኢና ባዕ ዋ ወረ ናይ እዚኣ እስካ ንበይን እዩ ሽውያ ከማን ንኣይን ሓለፍቲ መገድን ኣይትሓፍር እያ ኸ ጓልታ ጉማማ ሃመማ ሓሲባትናስ ኣብ ቅድሜና ተጠምጠሞ እያ ኸ ጉማማ በለ ኩራራ ብትሑት ድምፂ ዝምባባ ብተግባር ፌሩዝ ኣይተሐጎሰትን። መሓዙታ ከለዋ ብዛዕባኣ ክትዛረብ ስለ ዘይደለየት ግን ቁርጥም ኣቢላታ ትም በለት። ወዲ ረዛን ነታ ከናፍሩ ነኺሳ ምልቃቕ ዝኣበየቶ ፌሩዝ ብሓይሉ ደፊኡ ቁሩብ ኣተንፈሰ። ፌሩዝ ጽባሕ ቴሌፎን ክድውለልኪ እየ። ንዕኒ ሕጂ በጃኺ ታክሲ ከስቅለኪ። ኢሉ እንደገና ድፍእ ኣበላ ክትርሕቀሉ። ቀልጢፉ ብኢዳ እናሰሓበ ከኣ ንየማን ኣንጎሎ ብምዕጻፍ ናብ ማይ ኣባሻውል ገጹ ሒዝዋ ተጓዕዘ።
ኣታ ማቲዎስ ሓወይ ንዓና እባ ብዛዕባ እቲ መቋጸር ኢና ክነዕልል።
በለት ፌሩዝ ከም ህጻን ብኢዳ ተታሒዛ እናተሰሓበት። ኖኖኖኖኖ ደሓን ካልእ መዓልቲ ከነዕልል ኢና ደሓር ከኣ ብዛዕባ ቀተልቲ ወሓዚ ዝፈልጦ የብለይ ምሽ ኢልክኒ
እዋ ግን ክንዘራረብ እምበር
በቃ ደሓን ካልእ ግዜ ክንዘራረብ ኢና ብምባል ኣብ ማይ ኣባሻውል ናብ ኣኽርያ እትኸይድ ታክሲ ኣናድዩ ብሓይሊ ብምስቃል ናብ ገዛ ኣፋነዋ። ወዲ ረዛን ነቲ ብልፕስቲክ ፌሩዝ ኣብ ዋዘ ዝመሰለ ከናፍሩ ብሶፍት እናደረዘ ናብቲ ናብ ካልኣይ መደበር ፖሊስ ገጹ ዝኸደ ኩራራ ዓርኩ ገጹ ኣማዕደወ። ኩራራ ምስ በዓል ዝምባባ እናዕለለ ክመጽእ ምስ ረኣዮ ከኣ ናብኡ ገጹ ጎየየ። ኢታ ወዲ ረዛን መጺእካ? በሎ ኩራራ ኣብ ጎኒ ዝምባባ ደው ኢሉ። ኦ ሰላማት ብምባል ወዲ ረዛን ሰለስቲኤን ሰላም ሰላም በለን። እሞ ንኺዶ ኩራራ በለ ሽዑ ወዲ ረዛን ቅልጥፍ ኢሉ
እዋ ናበይ ዲኹም ብሓደ ሻህ ዘይንሰቲ
በለት ዝምባባ ንኹራራ ቀዲማ። ኖኖኖኖ ተሃዊኽና ስለ ዝኾንና የቐኔልና ደሓን ኣምስያ በለ ወዲ ረዛን ናብ ማይ ኣባሻውል ገጹ እናተበገሰ። ቻው ደሓን ካልእ መዓልቲ ክንሰቲ ኢና ዝምባባ ሽኮር ብምባል የማነይቲ ዓይኑ ጸቐጠላ ኩራራ። እሞ ኩራራ ዓርከይ ኣነ ሽውያ ደዊኻ ስለ ዘለኹ ሕጂ ንገዛይ ከይደ ክዓርፍ እየ ንስኻ እውን ኪድ ደቅስ ጽባሕ ንጎ ኣብ ቤት ሻሂ ህይወት የራኽበና በሎ ወዲ ረዛን ጽባሕ ንጎ ደኣ ናብቲ ከዛ ዋርድያ ረዘነት ክኸይድ እንዴ ብድሕሪኡ ኣላኖቨ ወይ ኣላደሽ ቢልና ግን ናብ ወርዳ ከም ንኸድ ኢና በለ ኩራራ ወይለ ወይለ ረሲዐ ነይረ ሓቅኻወ ደሓን በል ኣብ ገዛ ክጸንሓካ እየ ናብኡ ምጻኒ በቲ ድኳን ዘይኮነስ በቲ ካንሸሎ እንዳ ጸሃይነሽ ኳሕኳሒኻ እሞ ባዕለይ ክኸፍተካ እየ በሎቲ ብዘይ ዕረፍቲ ምስ ዝተፈላለየ ኣዋልድ ክስዕስዕ ስለ ዝወዓለ ኣዝዩ ዝደኸመ ወዲ ረዛን እናምባሃቐ ኮይስ ሕራያታ ወዲ ረዛን ዓርከይ ንዓባ እዛ ዊስክና ካብዚ ባር ምጽዋዕ ኣምጽኣ ናይ ስላስ ሓዘን ምስ ኣጋጠመ እኮ ብኡ ጌርና ስለ ዝኸድናስ ረሲዕናያ ኢና በሎ ኩራራ መሪሕዎ ናብ ባር ምጽዋዕ እናእተወ እዋይ እዋ ሓቅኻ ረሲዕናያ ነይርና ብምባል ወዲ ረዛን እውን ደድሕሪ ኩራራ ኣተወ ጥርሙዝ ዊስኮም ሒዞም ንደገ ምስ ወጹ ኸኣ እሞ ኣብ ገለ ኮይና ዶ ክንጨርማ ወዲ ረዛን ዓርከይ? በሎ ኩራራ ናብታ ዊስኪ ኣዒንቱ ኣፍጢጡ እናጠመተ። ህዋ ሕጂ ንሰትን ኢና ያኸ ጽባሕ ንሰትያ ንዓና ሕጂ ገዛ ውሰደና በሎ ወዲ ረዛን ዕትብ ኢሉ። ካብ በልካስ ሕራይ ንኺድ ወዲ ረዛን ዓርከይ እዛ ዊስኪ ግን ክትረኣየኒ ክትሓድር እያ በለ ኩራራ ክሳዱ ቁልዕጽዕጽ እናበለ በቃ ደሓን ብኣ ክትሓልም ሕደር ኩራር ዓርከይ ቻው ጥራይ ጽባሕ ኣራኽበና እናተባሃሉ ኣብ ኣፍ ደገ እንዳባ ምሽሙሽ ምስ በጽሑ ወዲ ረዛን ናብ ኪዳነ ምህረት ገጹ ኩራራ እውን ናብ እንዳ ኣብቶቡስ ገጹ ብምኻድ ተፈላለዩ ኬፍ ኩረር ዓርከይ ሰሊጡ ካር በሎቲ ካብቲ ዝተቋጸርዎ ግዜ ስለ ዝደንገየ ገለ ነገር ኣጋጢሙ ከይከውን ሰጊኡ ክሻቐል ዝጸንሐ ወዲ ረዛን ቅሰን ወዲ ረዛን ዓርከይ ብኻሶትን ዝጋን ቤትን ዘሪረ ኣይብላዕ ኣይስተ ገይረዮ መፅእ ኣለኹ በሎ ኩራራ ኣፍ ልቡ ነፊዑ ንውሽጢ እናኣተወ ጽቡቕ ገበርከ ኢኽ ወዲ ዛሜሳ እንታይ ደኣ ደንጊኻ እሞ ናይ ንግሆ ኣብቲ ኣፍ ደገ ኣውርድ ኣቢልዋ ቀልጢፉ ስለ ዝተመልሰ ክረኽቦ ኣይከኣልኩን ኣምሊጡኒ ደሓን ክሳዕ ዝምለስ ክጽበየ ኢለ ተጸበዮ ሽዑ ፋሉስ ቅድሚ ተምሃሮ መፍዳሶን መጺኡስ ኣብቲ ጎኒ ቤት ትምህርቶም ክጽበያ ደው ኢሉ ሽዑ ብለካ ጠዋል እናጎዮ ክኸይደ ንዓሞ ሓንሳብ ደልየካ ኣለኹ ክዛረበካ ኢለ ካብተን ዋርድያታት ናይ ሬድዮ መድነ ኣለዮ ማለት እዩ በቲ ኣንጎሎ ናይ ሳንታ ኣናጠውየ ኸኣ ክሳዕ ኣብ መሬት ወጊዑ ተጠሊዑ ዘዊ ወቂጠ ወቂጠ ገዲፈዮ ወዲ ጉማማ በለ ኩራራ የማናይ ኢዱ ዓሚኹ ናብ ጸጋማይ ከብዲ ኢዱ እናሃረመ ቤላ ጌርካ ኩራራ ዓርከይ ኣነ ኸኣ ንደገ ከይወፅእ ንዓኻ ኣብዚ ስለ ዝቖጸርኩኻ መጺኻ ከይስእነኒ ኢለ በቃ ኣብዛ ካንሸሎ ኮይነ ክጽበ ብፀሓይ ሓሪር ኣርፊደ ብለካ ክሳዕ ፍኣዱ ዝኣክል ከዳ ኣበይ ጸኒሕኻ ኣነስ ደገዛ ባንዳ ርኸበና ከይኮና ኮየ ዘሪጠ ነይረ ኣይረኸባንን ብኡ ገይረ የን ሓይላይ ወሪደ ክሳዕ ግዜ ዝኣኽለለይ ከዓ ኣብ ሓንቲ እንዳ ሻሂ ጆተኒ ክፃወት ጸኒሐ ደሓር ሰዓት ምስ ኣኸለ ናብኡ ተመሊሰ። እቲ ከዛብ ዋርዳይ ኸኣ ኣብ መኪናኣ ኮፍ ኢሉ ክጽበያ ጸኒሕኑ ማለት እዩ። ክትድርቦ ከለኻ ከዝረኣየካ ሰብ ነይሩ ድዩ? ዋላ ሓደ ኣይነበረን እሞ ንሱ ከተላ በለ እንታ ክብል ደኣ በዚ ጫማ ኣባጦር ገይረ ደሪዐ ምስ ገደፍኩዎ ስለ ዝሰንበደ ኣውያ ጥራይ ኮይኑ ኣብ መሬት ተዘሪሩ ሰፋሕፋሕ እናበለ ገዲፈ መፅየ ቤላ ጌርካ ኩራርዓርከይ ናዕበል በዚኦ ክፍል ክዳነይ ክቐይር ሓንሳብ ተጸብየኒ በሎ ወዲ ረዛን ነቲ ተልእኹኡ ብግቡእ ዝፈጸመ ዓርኩ ኣብ መንኩቡ እናጠብጠበ ንዓናይ በልክን ቆርስ ኩራር ዓርኪ ምሉእ ንጉህ ንዓኻ ክጽበ ብጀካ ሻሂ እኽሊ ዝብልዎ ይጠዓምኩ ብምባል ወዲ ረዛን ሒዝዎ ናብታ ኣብ ጠቓታ ኣብ 1915 ዓ ም ከም ዝተሃንጸት ዝነገረላ ፖስት ኦፊስ ዝነበረት ቤት ቁርሲ ኑር ኣምርሐ። ክልተ ሻሓኒ ፉል ኣዚዞም ከኣ ጽቡ ገይሮም ቆረሱ። ባእ እዝስ ምሳሕ እምበር ቁርሲ ይበሃልኒ ወዲ ረዛን ዓርከይ ከብዲ ካብ መጠን ንላዕሊ ወሲዳ በሎ ኩራራ ብኾፉ እናተመጣለዐ፣ ሓሪፍ ቁርሲዶ? ባእ ማራ እምበር! ንኺድ በል ኩራራ ዕርኪ።